እቲ ናብ ሃብትን ጸጋን ከብጽሓካ ዝኽእል ምስጢር ምስቲ ማዕረ ክንደይ በሊሕ ምዃንካ ዘይኮነስ ምስ ኣካይዳኻን ባህርያትካን ከም ዝተሓሓዝ እንተዝነግረካ ነይረ ከመይ ምተሰማዓካ ነይሩ? ዘይእመን ኮይኑ ክስምዓካ ይኽእል እዩ፣ ግን ነዚ ዝስዕብ ኣብነት ስማዕ። ሮናልድ ሪድ ናይ ጽሬት ሰራሕተኛ እዩ ነይሩ። ሰከንድ ሃንድ መኪና ዝዝውር፣ መሉኡ ዝሓለፈ ማልያታት ዝኽደን፣ ዝተለቓቐበ ጃኬት ኣብ ልዕሊኡ። ወዲ ቴስዓን ክልተን ዓመት ኮይኑ ድሕሪ ምማቱ ግን ሸሞንተ ሚልዮን ዶላር ዝኣክል ገንዘብ ገዲፉ ሓሊፉ። ብዘይ ምውዕዋዕ ብስቕታ፣ ብዓቕሊ ንዓሰርተታት ዓመታት ዝኣክል ኣብ ብሉ ቺፕ ስቶክስ የውፍር ነይሩ። ወላ ሓደ ዝፈልጥ ሰብ ኣይነበረን። ቀጺልና ብዛዕባ ሪቻርድ ንዛረብ። ኣብ ሃርቫርድ ዝተምሃረ ኢንቨስትመንት ባንከር፣ ኣብ ኣዝዩ ዓቢ ቪላ ዝነብር፣ ክልተ መሐንበሲ፣ ሸውዓተ ናይ መካይን መዐሸጊ ጋራጃት ዘለዎ ህንጻ። ኣብ ጥርዚ ናይ ስራሕ ዘመኑ ቀልጢፉ ጡረታ ወጺኡ። ኣብ ምቾት ኣብቲ ናይ 2008 ዝነበረ ቁጠባዊ ቅልውላው ግን ኩሉ ከሲርዎ፣ ወላ ሓንቲ ክሳብ ዘይተርፎ ጠፊሹ። እቲ ሓደ ሰብኣይ ኣብ ቁጠባዊ መዳይ ንኽዕወት ኩሉ ዘድልዮ ብልጫታት ነይርዎ። እቲ ናይ ጽሬት ሰራሕተኛ ዳርጋ ወላ ሓደ ብልጫ ኣብ ጎኑ ኣይነበሮን። ስለዚ ብኸመይ እዩ እቲ ናይ ጽሬት ሰራሕተኛ ሚልዮነር ክኸውን ክኢሉ? እቲ ንኽዕወት ምሉእ ዕድል ዝነበሮ ግን ዝጠፈሸ። እታ ብሞርጋን ሃውስል ዝተጻሕፈት ብዘ ሳይኮሎጂ ኦፍ ማኒ ትፍለጥ ብልጽቲ መጽሓፍ ነዚኣ ትገልጽ። ዓወት ኣብ ቁጠባዊ መዳይ ስነ ፍልጠት ዘይኮነስ ባህርያት ምዃኑ፣ ሎሚ ኣብ ቁጠባዊ ክፋል ናይ ህይወትካ ዓቢ ለውጢ ከምጻ ዝኽእላ ሓሙሽተ ነጥብታት ካብዛ መጽሓፍ ክንዕዘብ ኢና። ሓሙሽተ ነጥብታት ብኸመይ ገንዘብ ትዕቅብ፣ ተውጽእ፣ ተውፍር፣ ብሓፈሻ ትነብር። ክሳብ መወዳእታ ምሳይ ጽናሕ። እታ ሓሙሸይቲ ነጥቢ ብዛዕባ ገንዘብ ጥራይ ኣይኮነትን፣ ንሳ ብዛዕባ ግዜ፣ ሓርነት፣ እቲ ናይ ብሓቂ ንህይወት ሃብታም ዝገብራን እያ። ቀዳማይ ምዕራፍ ናይ ዕድልን ሪስክን ሕጊ በቲ ሓደ ትዕቢትና ቀቲሉ ዘትሕተና ሓቂ እስከ ንጀምር ንስኻ ኣብ ልዕሊ ህይወት ሙሉእ ቁፅፅር የብልካን እወ ኣበርቲዕኻ ምስራሕ ኣገዳሲ እዩ ቁኑዕ ግዜ እውን ከምኡ ኣከባብን ዕድላትን እውን ከምኡ ቢል ጌትስ እንተተዓዚብናዮ ንኣብነት ብርግፅ ኣዝዩ በሊሕ እዩ ሽሕን ትሽዓተ ሚእትን ሱሳን ሸሞንተን ግን ዕድል ገይሩ ኣብታ ኣብ ሃገረ ኣሜሪካ እንኮ ኮምፒተር ዝነበራ ሃይስኩል ተማሂሩ። እዛ ንእሽተይ እትመስል ዕድል ካልኦት ኣብ ህይወቶም ዘይረኸብዎ መጀመሪ መድረኽ ሂባቶ። ብኣንጻሩ እቲ ብማዕረ ማዕሪኡ ተውህቦ ዝነበሮ ዓርኩ ኬንት ኢቨንስ ሓደ ዓይነት ሕልሚ፣ ተመሳሳሊ ብቕዓት፣ ኣብ ንኡስ ዕድሚኡ ብዘስካሕክሕ ሓደጋ ኣዕሪፉ። ሞርጋን ሃውዝል ከም ዝብሎ፣ ዓወት ማዕረ'ቲ ዝመስሎ ጽቡቕ ኣይኮነን፣ ውድቀት ድማ ማዕረ'ቲ ዝመስሎ ሕማቕ ኣይኮነን። ዕድልን ሓደጋን፣ ማለት ሪስክ፣ የሕዋት እዮም። ብዛዕባ ጀሲ ሊቨርሞር ቁሩብ ሕሰብ። ሓደ ካብቶም ዝበለጹ ትረይደራት ናይ ኩሉ ግዜ። ኣንጻር እቲ ኣብ ሽሕን ትሽዓተ ሚእትን ዕስራን ትሽዓተን ዘጋጠመ ክራሽ ብምጥላዕ ሚልዮናት የእትዩ። ኣብተን ዝሰዓባ ዝስዕባ ዝነበራ ዓመታት ግን ኩሉ ከሲርዎ። ናይ እርጋን ዕድሚኡ ድማ ብድኽነት ሓሊፍዎ። ስለዚ እንታይ እዩ እቲ ነጥቢ? ዝሓሰብካዮም ትገብሮም ነገራት ጌጋ ምስ ዝኾዱ ገዛእ ርእስኻ ኣይትቕጻዕ። ብኣንጻሩ ዓወት ዕቡይ ክገብረካ ኣይትፍቀድ። ኣብ ክንዲ ዕድልን ሪስክን ክትኣሊ ትፍትን ሓደ ንኽልቲኦም ዝሰግር ሲስተም ህነጽ። እዚ ማለት ንዘይፍሉጥ መጻኢ ምድላው ማለት እዩ። እዚ ማለት ንትሕትና ምህላው ማለት እዩ። ማዕረ ክንደይ ጥንቁቕ ኢኻ ብዘየገድስ፣ ህይወት ሓንሳብ ሓንሳብ ብፍሉይ ክትሃርመካ ከም ትኽእል ምፍላጥ ማለት እዩ። እቲ ካልኣይ ክትገብሮ እትኽእል ብዝተኻእለ መጠን ንነዊሕ ግዜ ኣብቲ ጸወታ ምጽናሕ እዩ። ህይወት ነቶም ጽቡቓት ዕድላት ናባኻ ገጻ ከተብሎም ዕድል ምሃብ። ካልኣይ ነጥቢ፣ ሃብታም ምዃን ሃብትኻ ዓቂብካ ሃብታም ኮንካ ምንባርን ክልተ ዝተፈላለዩ ጾታታት እዮም። ብኸመይ ክህብትም ከም ዝኽእል ኩሉ ሰብ እዩ ክፈልጥ ዝደሊ። ናይ ባዕልኻ ቢዝነስ ጀምር፣ ክሪፕቶ ግዛእ፣ ኣብ ገዛውቲ ኣውፍር፣ ሪስክ ውሰድ። እቲ ሕቶ ግን እዚ ዝስዕብ እዩ፣ ብኸመይ እየ ሃብተይ ዓቂበ ክነብር ዝኽእል? ኢሉ ግን ወላ ሓደ ዝሓስብ ሰብ የለን። ምኽንያቱ እዚኣቶም ክልተ ዝተፈላለዩ ጾታታት እዮም። ሃብታም ምዃን መብዛሕትኡ ግዜ እዞም ዝስዕቡ ነገራት የቐድም፣ ትስፉው ምዃን፣ ተጻዋርነት፣ ዝተመዝነ ሪስክ ምውሳድ። ሃብትኻ ዓቂብካ ሃብታም ኰንካ ንኽትነብር ግን እዞም ዝስዕቡ ነገራት የድልዩኻ። ዲስፕሊን ማለት ስነ ምግባር፣ ጥንቃቐን ትሕትናን። ማይክ ታይስን ተዓዘብ ኣብ ናይ ጉስጢ ዘመኑ ልዕሊ ኣርባዕተ ሚእቲ ሚልዮን ዶላር ኣታዊ ገይሩ። ከምዚ እኳ እንተኾነ ግን መወዳእትኡ ዕስራን ሰለስተን ሚልዮን ኣብ ዕዳ ወዲቑ። ሕጂ ናብ ዎርን ባፈት ገጽካ ተዓዘብ። ዘብለጭልጩ ውርርዳት ወይ ጠላዓት ኣይገበረን። ገንዘብ ኣብ ሓደ ለይቲ ዳብል ክገብር ኣይፈተነን። እቲ ቁኑዕ ዝኾነ ኣሰልቻዊ ዝመስል ነገር ግን ንሰብዓ ዓመታት ገይሩ። ባህርያቱ ኣብ ምሕደራ ገንዘብ ጽቡቕ ስለ ዝነበረ፣ ሓደ ካብቶም ዓለምና ዝረኣየቶም ዝሃብተሙ ሰባት ኮይኑ። ከምቲ ባፈት ዝብሎ እቲ ቀዳማይ ሕጊ ንወለድ ናይ ወፈታትካ ብዘየድሊ ዘይምቁራጽ እዩ። እዚ ብዛዕባ ሓደ ግዜ ዓቢ ነጥቢ ምቑጻር ኣይኮነን፣ እንታይ ደኣ እታ እንኮ ከተውድቐካ ትኽእል ጌጋ ምውጋድ እዩ። እወ ንቕድሚት ክትስጉም ዝተቐመረ ሪስክ ክትወስድ ኣለካ። እዚ ድሕሪ ምግባርካ ማይንድ ሰት ናትካ ካብቲ ጥርዚ ውፅኢት ዝብል ናብ ጥርዚ ህላውነት ዝብል ቀይሮ። ምክንያቱ ኣብ ገንዘብ እቲ ዕዉት ዝበሃል እቲ ኣበርቲዑ ዘብለጭልጭ ዘይኮነስ እቲ ክሳብ መወዳእታ ከዕቅቦ ዝኽእል እዩ። ሳልሳይ ነጥቢ ሃብቲ እቲ ዘይረአ እዩ። ሓደ ሰብ ሓንቲ ፈራሪ መኪና ሒዙ ኣብ ጎንኻ ጠጠው ክብል ኢማጂን ግበሮ። ከምዚ ኢልካ ክትሓስብ ትኽእል ኢኻ፣ ዋው፣ ሃብታማት ክዀኑ ኣለዎም። እቲ እንኮ ርግጸኛ ዀንካ ክትፈልጣ እትኽእል ግን ኣዝዩ ብዙሕ ገንዘብ ከም ዘውጽኤ ኢኻ። እዚ ኣእምሮኣዊ ስእሊ ጥራይ እዩ። ሃብቲ እታ መኪና ኣይኰነትን፣ ሃብቲ እቲ መኪና ክትገዝእ ዘውጸኻዮ ገንዘብ እዩ። ከምቲ ሞርግንሃውስ ዝበሎ፣ ሃብቲ እቲ ዘይርኣ እዩ። ስለዚ እዩ ሮናልድ ሪድ ሚልዮነር ክኸውን ዝኸኣለ፣ ንዓሰርተታት ዓመታት ዝኣክል ብግቡእ ከውፍር እንከሎ ዝርኣዮ ሰብ ኣይነበረን። ተብረቕርቕ መኪና እንተ ዝዝውር፣ ኣብ ኣዝዩ ዓቢ ገዛ እንተ ዝነብር ግን ምፈለጡ ነይሮም። እዚ ቁጽርታት እዚ ኣብ ርእስኻ ሓዞ። ከባቢ ሰብዓ ሚእታዊት ኣሜሪካያን ካብ ደሞዝ ናብ ደሞዝ እዮም ዝነብሩ። ወላ እኳ ዓመታዊ ልዕሊ ሚእቲ ሽሕ ዶላር ዘእትዉ ብዙሓት እንተሃለዉ፣ ስለምንታይ? ምኽንያቱ ልዑል ኣታዊ ምስ ሃብቲ ስለ ዝዋጃብሮም። ኩሉ ዘእተውዎ ድማ የውጽዎ። መብዛሕትኦም ሰባት ሃብቲ ምስ ዘብረቕርቕ ነገራት እዮም ዝሓዋውስዎ። እዞም ዘብረቕርቑ ነገራት ወይ ሲምቦላት ግን ሃብቲ ዘጥፍኡ እምበር ሃብቲ ዝሃንጹ ኣይኮኑን። እስከ ሰባቢርና ንርኣዮ። ደሞዝ እቲ ተእትዎ እዩ። ወጻኢ እቲ ዝረኣ ወይ ዘብለጭልጭ ነገር እዩ። ሃብቲ ድማ እቲ ቆጢብካ ተውፍሮ እዩ። እዚ ድማ እዩ ነቲ ብደገ ዝረኣ ነቲ ብደገ ዝርኢ ዘይረኣ ነገር ስለዚ እዩ ሓደ ሱሳ ሽሕ ኣብ ዓመት ኣታዊ ዘለዎ ቀልጢፉ ጦረታ ክወፅእ ዝኽእል ብኣንጻሩ ሓደ ዓመታዊ 200 ሽሕ ዶላር ኣታዊ ዘለዎ ካብ ደሞዝ ናብ ደሞዝ ዝነብር ክንደይ ተእቱ ወይ ደሞዝካ ክንደይ ምዃኑ ዘይኮነስ ክንደይ ትዕቅብ እዩ መብዛሕትኡ እቶም ብደጊኦም ሃብታማት ዝመስሉ ሰባት ሃብታማት ኣይኮኑን ምክንያቱ እቶም ናይ ብሓቂ ሃብታማት ሰባት ወላ ሓደ ከረጋግጽዎ ዘለዎም ነገር የብሎምን። ንኽርእዩ ንኽረኣዩ ምብልጭላጭ ኣየድልዮምን እዩ። ግዜኦም፣ ሓርነቶም፣ ሰላሞምን ኣብ ምግዛእ ቢዚ እዮም ዘለዉ። ራብዓይ ነጥቢ እቲ ናይ ይኣኽለኒ ዘይምባል ማሕንቖ። ገለ ክሓተካ፣ ክንደይ እዩ እኹል? ብዛዕባ ሓደ ቁጽሪ እንተ ሓሲብካ ንዕኡ ምስ በጻሕካዮኸ እንታይ ኢኻ ክትገብር? ከተቋርጽ ዲኻ ወላስ እቲ ዕላማ ክንቀሳቐስ እዩ? እዚ ኣብ ፋይናንስ ሓደ ካብቶም ሓደገኛታት ዝኾኑ ትራፕ እዩ። ኣብ ህይወት እውን ከምኡ፣ ኩሉ ግዜ ብዙሕ ክህልወካ ምድላይ። ከምቲ ሞርጋን ሃውዝል ዝብሎ፣ እቲ ዝኸበደ ቁጠባዊ ክእለት መዓስ ይኣኽለካ ምፍላጥ እዩ። መጽናዕትታት ድማ ነዚ እዮም ዝረጋግጹ። ሰባት ናይ ሃብቲ ስምዒት ክስምዖም ካብቲ ሕጂ ዘሎ ደሞዞም ክልተ ወይ ሰለስተ ዕጽፊ ምስ ዘእትዉ ምዃኑ እዮም ዝኣምኑ። ባዕልኻ እንተ ዘይገሊጽካዮ እዚ ጌጋ እዚ ብፍጹም ኣይክዕጾን እዩ። እዚ ጸሓፋይ ነዚ ከረድእ ዛንታ ናይ ሪጃት ጉፕታ እዩ ዘዘንቱ። ኣብ ኢንድያ ካብ ድኽነት ተኾሊዑ ርእሲ ናይ መኬንዝያን ካምባኒ ክኸውን ዝኸኣለ ሰብኣይ። ምስ ቢልዮነራት ተቐሚጡ። ልዕሊ ሚእቲ ሚልዮን ዶላር ዝኣክል ውህሉል ሃብቲ ድማ ነይርዎ። እዚ ግን እኹል ኣይነበረን፣ ንሱ ብዙሕ ደልዩ። ስለዚ ዘይሕጋዊ ውሽጣዊ ንግድታት ኣካይዱ። ድሒሩ ኩሉ ከሲርዎ፣ ሃብቱ፣ ስሙ፣ ናጽነቱ። እዚ ኩሉ ዘጋጠሞ ይኣኽለኒ ክብል ስለ ዘይከኣለ'ዩ። ብዘይሕጋዊ መንገዲ መሊሱ ንላዕሊ ክድይብ ክብል ኩሉ ከሲሩ። ሃውዘል ብኸምዚ ኣገባብ ይገልጾ፣ ነቲ ዘይብልካን ምናልባት ዘየድልየካን ኢልካ ነቲ ዘለካን ዘድልየካን ኣብ ሓደጋ ዘእቱ ምኽንያት የብልካን። እስከ ኩላትና ምስ ገዛ ርእስና ቁንዓት ንኹን። ብግደ ሓቂ ኩላትና ነወዳድር ኢና። ሾሻል ሜድያ ስክሮል ንገብር። ኩቡራት ቫኬሽናት፣ ናይ ዲዛይነር ቦርሳታት፣ ዘብለጭልጫ መካይን። እቲ ናይ ኣተሓሳስባ ለውጢ ግን እዚ ዝስዕብ እዩ። ሓደ ሰብ ፈራሪ ክዝውር እንተ ርኢኻዮ፣ እዚ ሰብ እዚ ብሉጽ ሰብ እዩ ወይ ገለ ዓይነት ሰብ እዩ ኢልካ ዘይኮንካ ትሓስብሲ፣ ከምዛ መኪና እንተ ዝዝውር ነይረስ፣ ሰባት ዋው እዚ ብሉጽ እዩ ኢሎም ብዛዕባይ ምሓሰቡ ነይሮም ኢልካ ኢኻ ትሓስብ። ኣድናቖት ክንሃድን ኢልና ገንዘብ ነውጽእ። ኣድናቖት ግን ካብ ምውናን ኣይኮነን ዝመጽእ። ኣድናቖት ካብ ትሕትና፣ ሰላም፣ ህላውነት እዩ ዝመጽእ። እቲ ቻለንጅ እዚ ዝስዕብ እዩ፣ እቲ ንዓኻ እኹል ዝኾነ ነገር ግለጾ። ንሕብረተሰብ፣ ንኢንስተግራም ዘይኮነስ ንዓኻ ናትካ። ነዚ ድሕሪ ምብጻሕካ ኣቋርጽ። ምኽንያቱ እቲ ዝሃብተመ ሰብኣይ እቲ ዝበዝሐ ዝውንን ኣይኮነን። መን ደኣ እቲ ንዝሃነጾን ዝውንኖን ጠሚቱ ተመስገን ኩሉ ዘድልየኒ ኣለኒ ዝብል እዩ። ሓምሻይ ነጥቢ፣ ምዕቃብ ገንዘብ ማለት ኣብ ልዕሊ ህይወትካ ቁጽጽር ምህላው ማለት እዩ። እስከ ኣብ መወዳእታ ንኹሉ እትጠምር ነጥቢ ንተዓዘብ። እቲ ዝዓበየ ደረጃ ናይ ሃብቲ ኣብ ልዕሊ ግዜኻ ቁጽጽር ምህላው እዩ። እታ ተብለጭልጭ መኪና ርሳዕ እያ፣ ክቡራት ቫኬሽናትን ኣልባሳት እውን ርሳዕ እዮም። ገንዘብ ብግቡእ እንተተጠቂምካሉ ከምዚ ዝስዕብ ከብለካ ዝኽእል ሓይሊ እዩ። እዛ ሰሙን እዚኣ ክሰርሕ ኣይደለኹን ዘለኹ። ንሓደ ወርሒ ዕረፍቲ ወሲደ ቦታታት ክበጽሕ እየ። ኣብቲ ናይ ብሓቂ ንዓይ ትርጉም ዝህበኒ ነገር ክሰርሕ እየ። እዚ ሓርነት እዩ። ከምቲ ሞርጋን ሃውዝል ዝጽሕፎ እቲ ትደልዮ ክትገብር ኣብ ደስ ዝበለካ ግዜ ምስ ደስ ዝበሉኻ ሰባት ክሳብ ደስ ዝበለካ ግዜ እዚ እቲ ዝዓበየ ገንዘብ ክኸፍለካ ዝኽእል ወለድ እዩ። ነዚ ክትገብር ሚልዮናት የድልየካ ማለት ኣይኮነን። ሓደ ሰለስተ ክሳብ ሽዱሽተ ወርሒ ዝጸንሕ ኢመርጀንሲ ፋንድ ኣማራጺ ክህበካ እዩ። ነዚ ማለት ዘይተጸበኻዮ ቁጠባዊ ጸገም እንተደኣ ኣጋጢሙ ኣየውድቐካን እዩ። እዚ ማለት ግዜኻ ብፍርሒ ዝተገዝእ ኣይኮነን። ውሳነታት ካብ ሓርነት ተበጊስካ ክትውስኖም ከመይ ከም ዝስምዓካ። ወላ ወርሓዊ ቁርብ ገንዘብ ምዕቃብ ነዚ ሓይሊ እዚ ክሃንጾ ይኽእል እዩ። እዚ ንገዛእ ርእስኻ ምግታእ ዘይኮነስ ቁጽጽር ናይ ህይወትካ ምግዛእ እዩ። እወ ሃብትን ጸጋን ህነጽ። ብጥበብ ኣውፍር፣ ኣብዚሕካ የእቱ። እቲ ቀንዲ ዕላማ ሓርነት ምዃኑ ግን ኣይትረስዕ። ንኹሉ እስከ ኣብ ሓደ ነጥቢ ነምጻዮ። ስነ ልቦና ናይ ገንዘብ ብዛዕባ ገንዘብ ጥራይ ኣይኮነን። እዚ ብዛዕባ ስነ ምግባር፣ ውሳነታት፣ እቲ ጽቡቕ እዩ ትብሎ ዓይነት ህይወት ንስኻ ከመይ ከም ትገልጾን እዩ። ካብዛ ቪድዮ ክትዝክሮም ዘለካ ሓሙሽተ ሓቅታት፣ ኣብ ህይወት ዕድልን ሓደጋን ኣሎ እዩ። ቀልጢፍካ ኣይትፍረድ። ስዕረቶም ክትጻወሮ ዘይትኽእል ጸወታታት ኣይትጻወት። ካልኣይ፣ ምህብታምን ሃብትኻ ዓቂብካ ምንባርን ክልተ ዝተፈላለዩ ነገራት እዮም። ክልቲኦም ማስተር ግበሮም። ሳልሳይ፣ እቲ ናይ ብሓቂ ሃብቲ ሰላሕታ እዩ። ንሱ ኣብ ልምድታትካ ዝተሓብአ እዩ። ኣብ ትዕድጎም ነገራት ኣይኮነን። ራብዓይ፣ እኹል እቲ ናይ መወዳእታ ሕንጻጽ እዩ። እቲ ሕንጻጽ ግን ባዕልኻ ክትስእሎ ኣለካ። ሓምሻይ፣ ናይ ገንዘብ ዝዓበየ ዕላማ ናይ ግዜ ሓርነት እዩ። ዘብለጭልጩ ነገራት ኣይኮኑን፣ ማዕርግ እውን ኣይኮነን፣ እንታይ ደኣ ብኸመይ ትነብር ምቁጽጻር እዩ። ምኽንያቱ መወዳእትኡ ገንዘብ ቁጽሪ ጥራይ ኣይኮነን። ገንዘብ ክትገብሮ ዘይትደሊ ነገር ኖ ክትብል ዘኽእለካ ሓይሊ እዩ። ረጊእኻ ንኸተስተንፍስ፣ ሰላም ዝኾነካ፣ ክትሃንጽ፣ ከተዕርፍ፣ ንህይወት ክትመራመር ግዜ ዝህበካ። እዛ ቪድዮ እንተፈቲኻያ ናብ ካልኦት ክትባጻሕ ላይክ ግበራ።